ብሰንኪ ምብልሻው ካብ ስራሕ ወፃኢ ኮይኑ ዝፀንሐ ንንኡስ ዞባታት ሓመልማሎን ሃበሮን ዘራኽብ ካብ ሃመልማሎ ብበረከንቲያን ዝሮንን ሓሊፉ ናብ ፍልፍለ ዝኣቱ 8 ኪሎ ሜተር መስመር ፅርግያ ብወፈራ ይፅገን ኣሎ። እቲ ዕማም ነፈርቲ ንኡስ ዞባ ሓመልማሎን ነበርቲ ፍልፍለ ንኡስ ዞባ ሃበሮን ካብ መወዳእታ ወርሒ ጥሪ ጀሚሮም መዓልታዊ 800 ሓይሊ ሰብ እናወፈሩ እዮም ዘሰላስልዎ ዘለዉ። ምሓዳር ንኡስ ዞባ ሓመልማሎ ኣቶ ያቆብ እድሪስ ንኤሪና ኣብ ዝሃቦ ሓበሬታ፣ እቲ ብገንፈሎ ምስ ዝነበረ መስመር ብበረከንቲያ ዳዱ ተቐይሩ ይስራሕ ከም ዘሎ ብምሕባር፣ ዛጊት ሰብዓ ሚእታዊት ከም እተዛዘመ፣ እቲ ተሪፉ ዘሎ ሰላሳ ሚእታዊት ድማ ኣብ ቀረባ እዋን ክዕመም ምዃኑ ገሊጾም። ሓላፊ ጨንፈር መጓዓዝያ ዞባ ዓንሰባ ኣቶ ተኽላይ ሃብተሚካኤል ብወገኑ፣ እቲ ጽርግያ ብዝግበረሉ ዘሎ ጽገና ንተሽከርከርቲ ጥጡሕ ክኸውን ዘለዎ እምነት ብምግላጽ፣ ድሮ ክልተ ናይ ብሕቲ ኣውቶቡሳት ተመዲበን ምህላወን፣ ኣብ ቀረባ መጻኢ ድማ ክልተ ተወሰኽቲ ከም ዝምደባ ኣረዲኦም። ኣመሓዳሪ ዞባ ዓንሰባ ኣቶ ዓሊ ማሕሙድ ነቲ ዝሰላሰል ዘሎ ስራሕ ድሕሪ ምዕዛብ ምስ ነበርቲ ፍልፍለ ኣብ ዘካየዶ ርክብ፣ ንተበግሶኦምን ጻዕሮምን ብምምጓስ ምምሕዳር ዞባ ካብኡ ዝሕተት ከቕርብ ድሉው ምዃኑ ሓቢሮም። እዚ መስመር ንነበርቲ ሓመልማሎ፣ በረከንትያ፣ ዝሮን፣ ቆፍ ኣለቡ፣ ሰርዋ፣ ሸባቀይት፣ ጋርሳ ቃርን ወቃዝን የገልግል። ብተመሳሳሊ ካብ መስከረም ክልተ ሽሕን ዓሰርተ ሽዱሽተን ብምትሕብባር ኩባንያ ህንፃ ሰገንን ነበርትን ዝፅገን ዘሎ ፅርግያ ሓመልማሎ-ሓልሓል-ኣስማጥ ሓምሳን ክልተን ኪሎ ሜተር ተፀሪጉ ኣብ ምምሕዳር ከባቢ ኣል ጋዕታ ከም ዝበጽሐ ድሮ'ውን ክልተ ናይ ሓራት ኣውቶቡሳት ተመዲበናሉ፣ ነበርቲ ብርትዓዊ ዋጋ ይመላለሱሉ ከም ዘለዉ ወኪል ኤሪና ሓቢሩ። ኣመሓዳሪ ዞባ ዓንሰባ ኣቶ ዓሊ ማሕሙድ ብ ዓሰርተ ትሽዓተ መጋቢት ኣብቲ ቦታ ብምብጻሕ ምስ ኣካየድቲ እቲ ስራሕ ብምዕዛብ ተበጺሑ ዘሎ ደረጃን ንምቅልጣፉ ክግበር ዝከኣልን ተዘራሪቡ። ኣብ ንኡስ ዞባ ኣዶብሓ ሞያውያንን ኮሚቴ ጥዕና ዓድን ብዘሰላስልዎ ንጥፈታት ተጠቃምነት ህዝቢ ኣብ ሕክምና እናዓበየ ከምዝመፀ ጎዳእቲ ልምድታት ድማ ከምዝነከየ ሓላፊ ማእከል ጥዕና እቲ ንኡስ ዞባ ነርስ ሰመር ዑቕባይ ገሊፆም። ሕማም ዓሶ ንምክልኻል ብዝተገብረ ወፍሪ ተርእዮቲ ሕማም ከምዘንቆልቁል ዝሓበረ ነርስ ሰመረ፣ ኣብ ኮም ዝሰረቱ ሕክምናዊ ኣገልግሎትን ክንክን ቅድምን ድሕርን ሕርሲ ዘተባብዕ ዕማም ከም እተሳለጠ ኣረዲኦም። ዝተመደበትሎም ኣምቡላንስ ሕማማት ኣብ ምምልላስ ንዝነበረ ጸገማት ከም ዝፈትሐት፣ ኣብ ዒላባቡ ትህነጽ ዘላን ኣብ ደረጃ ምዝዛም ዝበጽሐትን መደበር ጥዕና ድማ ኣብታ ማእከል ጥዕና ንዝነበረ ጻዕቂ ኣብ ምቅላል ዝህልዋ ኣስተዋጽኦ ብቐሊል ከም ዘይግመት ሓቢሮም። ኣፍልጦ ህዝቢ ኣብ ኣገልግሎት ጥዕና እናበረኸ ምምፅኡ ኣብ ኣሳልጦ ስርሖምን ምግታእ ሕማማትን ዓቢ ተራ ይፃወት ከምዘሎ ብምሕባር ከዓ ነፍሰ ፆራት ኣብ ኣጋ ምሕራሰን ኣብ ጥቓ ሕክምና ክፀንሓ ተላብዮም። ማእከል ጥዕና ኣዶብሓ ንምምሕዳራት እቲ ከባቢ ዒላባቡ፣ ቀድሓት፣ ሃገር፣ ምድጋግን ዓረርብን ከምኡውን ካብ ዞባ ዓሰባ ንከባቢ ባድን ኣገልግሎት ትህብ። ውዳበ መንእሰያ ሰራሕተኛታት ከተማ ከረን ካብ 16 ክሳብ 18 መጋቢት ራብዓይ ጉባኤ ቃኒዖም ኣብቲ ካብ ኩለን ጨናፍር ሚኒስትርታትን ሃገራውያን ማሕበራትን ዝተዋፅኡ ልዕሊ 200 መንእሰያት ሰራሕተኛታት ዝተረኽብሉ ጉባኤ ሓላፊ ሃመተ ዞባ ዓንሰባ መንእሰይ ኣዛዚ በረኸተኣብ፣ ሕላገት ብሉጽን ዕዉትን መንእሰይ፣ ፖለቲካዊ ንቕሓቱ ዘበረኸ፣ ውዳቤኡ ዘረጋገጸን ሞያዊ ፍልጠት ዝዓጠቐን ምዃኑ ገሊጾም። ጸሓፊት ህግደፍ ዞባ ዓንሰባ ወይዘሮ ኣመተ ንጉሰ ብወገና፣ ናጽነት ንዘምጸኤ ክብርታት ሕብረተሰብ ኤርትራን ሰውርኡን ድሕሪ ምዝርዛር፣ መንእሰያት ብንቕሓትን ውዳበን ሓይሎም ንብሩህን ውሑስን መጻኢኦም፣ መጻኢ ሃገሮም፣ ክሰርሑ ኣዘኻኺራ። ኣቦ ወንበር ሃማመተኤ ኣቶ ሳልሕ ኣሕመዲን ድማ መንእሰያት ንዘጋጠምዎም ብድሆታትን መሰናኽላትን ናብ ረብሐኦም ከውዕሉን ብትምህርቲ ክስጉሙን ብምዝኽኻር፣ ተሳተፍቲ ንመዛንኦምን ንዝቕጽል ወለዶን ኣርኣያ ዓወት ክኾኑ ጻዕርታቶም ከሐይሉ ጸዊዖም። ኣብ መወዳእታ ነታ ኣብ ወርሒ ለካቲት ክልተ ሽሕን ዓሰርተ ሽዱሽተን ተመሪጻ ኣዕጋቢ ውዳበን ንጥፈታትን ከም ዘካየደት ዝተጠቕሰት ኣካያዲት ኣካል ንምትካእ ሓዳስ ኣካል ተመሪጻ። ኣብ ንኡስ ዞባ ማይ ዓይኒ ብውልቂ ክነጥፉ ዝጸንሑ ኣርባዕተ ንህቢ ኣርባሕቲ ንህቢ ስራሓቶም ንምድንፋዕ ብማሕበር ተጠርኒፎም። ሓላፊ ቤት ፅሕፈት ሚኒስትሪ ሕርሻ ኣብቲ ንኡስ ዞባ ኣቶ ታድዮስ ሚካኤል ንኣገዳስነትን ጥርናፈን ብሓባር ምስራሕን ኣመልኪቱ መብርሂ ድሕሪ ምሃብ፣ ሓረስቶት ኣብ ምርባሕ ዕስለ ንህቢ ዘካይድዎ ወፍሪ ብኣፍልጦን ምኽርን ሞያውያን ዝተሰነየ ምስ ዝኸውን ዝያዳ ውፅኢት ከምዝህልዎ ገሊፁ። ኣርባሕቲ ንህቢ ብወገኖም ንጥፈታቶም ንኽድንፍዕ ጠለባቶም ክማልኣሎምን ስልጠናታት ክውደበሎምን ብምልባው ንማሕበሮም እተካይድ ኮሚቴ መሪጸም። ምስ መቋምቲ ማሕበር ብምትእስሳር ንተሳተፍቲ ኣስተምህሮ ዝሃበ ክኢላ ምርባሕ እንስሳታት ኣቶ ተመስገን ጉዕሽ ድማ ኣርባሕቲ ንህቢ ንቆፎታቶም ልዑል ክንክንን ሓለዋን ክገብርሉ ኣተሓሳሲቦም። እዚ ከምዚ ኢሉ እንከሎ፣ ቤት ጽሕፈት ሚኒስትሪ ሕርሻ ኣብ ንኡስ ዞባ ዓረዛ ምስ መሻርኽቱ ብምውህሃድ ኣብ ዕስራን ክልተን ምምሕዳራት ከባቢ ብዘሰላሰሎ መደብ ሰብዓን ኣርባዕተን ሽሕ ጥሪት ጸረ ውሽጣውን ግዳማውን ሕማማትን ባልዓትን ተኸቲበን። ሓላፊ እቲ ቤት ጽሕፈት መንእሰይ ሃብተገርግሽ ተኽለብርሃን ንኤሪና ኣብ ዝሃቦ ሓበሬታ፣ እቲ ኣብ ዕስራ ኣርባዕተ ነቑጣታት ዝተኻየደ መደብ ንኸብቲ፣ መጽዓኛን ጠልበጊዕን ዘጠቓለለ ምንባሩ ብምሕባር፣ ንሎሚ ዓመት ዝተኸትባ ጥሪት ምስ ናይ ዓሚ ክነጻጸራ እንከለዋ ብኣስታት ዕስራን ሓሙሽተን ሚእቲ። ሰላም ከመይ ጸኒሕኩም ዝኸበርኩም ተዓዘብቲ ዕለታዊ ዜና ስፖርት እንሆ። ትማሊ ኣብ ዝቐጸለ ሻምፕዮን ሱፐር ዲቪዝን ኤ ዞባ ማእከል ኣልታሕሪርን ደንደንን ተዓዊተን ሲቲ ሰንተር ሓገዝ ረኺባ። ኣልታሕሪር ምስ ኣኽርያ ሰላም ከምኡ'ውን ደንደን ምስ ሲቲ ሰንተር እየን ገጢመን። ኣልታሕሪር ኣብ ልዕሊ ኣኽርያ ሰላም ሓደ ባዶ ክትዕወት እንከላ፣ ደንደን ድማ ንሲቲ ሰንተር ክልተ ብ ሓደ ስዒራታ። ኣልታሕሪር ጸወታ ምስ ተጀመረ ኣብ ካልኣይ ደቕ ብመገዲ ፊልሞን ሰመረ ቅልጥፍቲ ሸቶ ብምምዝጋብ ሓደ ብ ባዶ መሪሓ። ኣብ መበል ሰላሳን ሓሙሽተን ደቕ ንመሪሕነት ኣልታሕሪር ኣብ ሓደጋ ዘእተወ ፍጻሜ ተኸሲቱ። ተኸላኻሊኣ ቴድሮስ ክብረኣብ ሓደገኛ ጸወታ ብምጽዋቱ ዳኛ ብቀይሕ ካርድ ባሪርዎ። ንዕረፍቲ ሓደ ብ ባዶ መሪሓ ዝወጸት ኣልታሕሪር ናይ ድሕሪ ዕረፍቲ ጸወታ ብ ዓሰርተ ተጻወትቲ'ያ ቀጺላቶ። ብተጻወትቲ ኣኽርያ ሰላም ዝካየድ ዝነበረ ፈተነታት ተጻወትቲ ኣልታሕሪር ተጻዊሮሞ ክወጹ ስለ ዘይተጸገሙ እቲ ግጥም በታ ኣብ ካልኣይቲ ደቕቕ ዝተመዝገበት ሸቶ ብዓወት ኣልታሕሪር ሓደ ባዶ ተዛዚሙ። ቀጺለን ዝገጠማ እታ ብ ዓሰርተ ሰለስተ ነጥቢ ትመርሕ ዝነበረት ደንደን ምሲት ሰንተር እየን። ናይ ቅድሚ ዕረፍቲ ጸወታ ብፈተነታት ደንደን ተመሪሑ ሸቶ ከይተራእዮ ንዕረፍቲ ወጺኡ እናተባህለ እንከሎ ደንደን ብሸቶ ገብረክርስቶስ ተስፋስላሴ ሓደ ባዶ መሪሓ ወጺኣ። ድሕሪ ዕረፍቲ ሲቲ ሰንተር ምስ ደንደን ንምምዕርራይ ተደጋጋሚ ፈተነታት ኣካይዳ። ኮይኑ ግን ደንደን ካልኣይቲ ሸቶ ብመገዲ ዮናታን ኣዕብዮ ኣብ ሰብዓን ሓሙሽተን ደቕ ወሲኻ። ጸወታ ክዛዘም ሓሙሽተ ደቕ ምስ ተረፎ ሲቲ ሰንተር ፍጹም ቅላዕ ረኺባ፣ ዓብዱ ኢብራሂም ድማ ኣመዝጊቡዋ። ጸወታ ብዓወት ደንደን ክልተ ብ ሓደ ተዛዚሙ። በዚ ድማ መሪሕነት ደንደን ናብ ዓሰርተ ሽዱሽተ ነጥቢ ዓሪጉ። ሲቲ ሰንተር ካብ ኣዕሩኽ ጀርመናውያን ሓካይም ካብ ተጻዋታይ ጁቬንቱስ ሳሚ ከዲራ ማልያ፣ ጫማታትን ካልእን ሓገዝ ተበርኪቱላ። ሻምፕዮንስ ሱፐር ዲቪዝን ኤ ዞባ ማእከል ጽባሕ ሓሙስ ካብ ሰዓት ክልተ ድሕሪ ቀትሪ ዕዳጋ ሓሙስ ምስ ኩባንያ ሰምበል ካብ ሰዓት ኣርባዕተ ድማ ቀይሕ ባሕሪ ምስ ገጀረት ብዘካይዶ ጸወታት ክቕጽል እዩ።